ቦስ ኣሎ ሕጂ ኣብ ዝኾነ ቦታ ምሾ ሕጂ ኣብ ዝኾነ ዓዲ ምሽ ኣሎ ሕጂ ሓደ ንፉዕ ከምዚ ሓያል ገለመለ ሕጂ ኣብ እስር ቤት ኣዳ ባሕራ ምሽ ትወርድ ቦስ
ኣትፍቀድ እምበር ተኺን ትፍቀድ ባ ተኺን ኪ ኣብ ዳባ ጉና ምሽ ነይሩ ፍረዝ ገዓርኪ ሕጂ ኣብቲ ናይ ኣንደረጅ ገለ ምሽ ኣለዉ እዞም ኩናማ ነይሮም ምሽ ደቂ ሻር እንዳ ተኣኪቦም ከዱ ሃርሞኻ ገለ ከምኦም በቃ ኣብቲ ቦ ኣብቲ እስር ቤት ከኣ ከምኡ ሓደ ቦስ ኣሎ በቃ ሓደ ገጅፍ ሓይሊ ደለዎ ገለ ኣሎ ንሱ ዝገበሮ ኢካ ትገብር ንሱ ዝ- ኣቲካ ዝበለካ ይፈልጥ ድዩ ልካ ሓደ ኣስሊ እ ኣቲካ ይፈልጥ ድዩ ወሪድኒ ተኣሲረ ኣይፈልጥን እየ ኣምላኽ ይመስገን ኣነ ካብዚ ሕማቕ ሰብ ዝዛወር ሰብ ኣይኮንኩን እዞም ናብ ኮምታት ዝዛወር ሰብ ስለዘይኮንኩ ኣነ ናብ እስር ቤት ይኹን ብጥቓ እስር ቤት ሓሊፈ ኣይፈልጥን እየ። ኣነ ኣብ ፊልም ገለ ዝረኣኹዎ ኣብ ሪያሊቲ ሰብ ዝነገሩና ገለ ኢና ነገርኩም ዘለና ጋይስ። ሕጂሲ እንታይ ገድሹኩም ብኻልእ ተሰይራ ኢልኩም ንባዕልኹም ክትስረሩ እስር ቤት ኣቲኹምሲ ጽቡቕ ኣይኮነን።
ኣንታ ምኽሪ እዚ ኣንታ እዚ ሕብረተሰብ ነድሕኖ ባዕልና።

ኣነ ዋላ ኣርነ ቢለ ክትቀድሖም እሺ እሺ ቴንክ ኤርትራ ደኣ እሞ
እንታይ ኢልካ እዛ ኣዝጊ ሓደ እዚ ፍረዝጊ ዓርኪ ፍረዝጊ ብጠለቤጋ ኣረዳ ይርዶኒ ዝፈራ ኢልኒ
ምት ምስ ጠለ በጊዕ እንዴ መዓብየ ኖርማል ማሺ። ብከምኡ ረዳኢየ ኢልካ ፍረስ ጋር ከይርዳካ እንዲዩ ብካልእ።
እንታይ ንፈልጦ እና ኣዝማሪኖ ድዪ። እህ ኣዝማሪኖ ከ ኣዝማሪኖ ደኣሞ እንታይ ስቅ ኢልካ ስሓብ በሎ ኣዝማሪኖ እንታይ ሂወት ኣለዎ ኣብ ላይፍ መጺካ ብከ በሎ። ስማዕ እንዶ እቲ ኣዝማሪኖ ዝነበረ ዓርክካ ምሂሩካ ምሂሩካ ኩሉ ቃላትስ እንተ ኮንካ ጉሒፍካዮ ከድካ ደኣ።

ኣምሓራይ ደኣ እሞ እንዴት ነሽ ደህና ነሽ ስጋ ኣለ ጥረ ስጋ ኣለ እንዳበለ ዝኸይድ ደኣ እንታይ ይኸሓይሽ።
ልቡ ንጹህ እዩ ኣምሓራይ ሪኢኸ ሕማቅ ኣይሓስብን እዩ። ዋእ ከም ኣምሓራይ ክፉእ ግብሪ ከ ኣሎ ድዩ። ከም ኣምሓራይ ልቡ ንጹህ የለን ተረዲእኻኒ ምሸት ሰሪቁ ንግሆ በተክርስቲያን ሰለም ፍጡር እዩ።
ሕማቅ እዳ ተጽንዕ እኳ ኢካ በስመኣብ።

ጸሊም በጊዕ ሒዞም ይኸዱ ናብ ጠንቋላይ። ግደፍ እንዶ ድሮ ንወረቡ።
ግደፍ ኣካል ፖለቲካ ኣይትእትወና ሕጂ ክነግረካ ኣስሊ ዓርከይ ክነግረካ እዚ እንታይ ዝበሃል ኣብ ሃዲስ ኣበባ ከለዉ ቴለፎን ሰሪቆምኻሲ እታ ቴለፎን ኣብ ጅቦም ዝሰረቁኻ ሒዞማስ ናብቲ ቤተክርስትያን ክሰለሙ ከዱ እዚ ሓቅኻ ትኽክል እዩ ሰላም በቃ ዮናይ ቅዱስ ን ታንኩልና ገብርኤል ገብርኤል ኣቦይ ለማዓንቲ ስርቂ ሰሊጥኒ እዩ እሞ ንጽባሕ ከምዚኣ ቀጽለለይ ኢሎም ተሳሊሞም መጹ ግሩም እኮ እዩ ግርም እኮ ኣለካ ታዳ ሌብነት ስራሕ እንድዩ ያላ በሉ ክንከይድ ክንድቅስ ታዳ ጠሚና ከኣ Run the first game.
እ ኣጆኺ ሞት ደባ እ- ኣብ ነይ ንኣስሊ ኣስሊ ትማንዶ ወየ ቤቢ ኣድጊ ከ በልዕካ ዶ ነርካ ነርካ እዎ እንታይ ኣብዚ ፊንጥራ ለብለን ደሎ ኣብ ካናዳ ዳ ኣብ መሬት ኣብ መሬት ከዝሓድር ኣነ ኣብ ዓራት ኣይድይብኒ ሽክላ በሊዑ ዓርካ ኣስሊ ንሱ ሽክላ ኮነ ስጋ ኣድጊ ነይሩ ኢሎምካ ኣታ ኣይኮነን ሓደ ግዜ እምበር ኣድጊ ክሸጡ ጀሚሮም ኣነ ብዙሕ ኣይኮንኩን ኣብዚ እንዳ ስላም እንዳ ስላም እሞ ነይሩ ኣስሊ ከምኮሎ ወላ ርኢኻ እንዳ ድኻ ስላም ኣብዚ ጽቡቅ ገራ ዓለም ነይሩ ኣብዚ ዓለምስ ኣርባዕተ ሚእቲ ነጥቢ ሸሞንተ ሚልዮን ዶላር ተሸጠ ስላም
በቃ ወላ ዜና ክሰምዕ ከሎ በዚ ኩናት ኩናት ኣሎ ሃገር ዓለም ናበይ ትኸይድ ኣላ ገለ እናሰማዕካ ብዛዕባ ከብቲ ብዛዕባ ጤል ብዛዕባ ኣድጊ ብዛዕብኡ ጥራይ እዩ ዜና ይሰምዕ ማለት እኳ እዩ እንታይ ዓይነት ፍጡር እያ ራይት እዚ የረኣይ ረ ንኣስሊ ስለ ዝፈልጦ ቶፒክ ከምኡ ጌርካ ኣትቦ ኣልና ኒና ኣብዚ ኡይ ንብል ኣለና ኣታ ብሱል ብዛዕባ ኣስሊ ናይ ዘረባ ላም ኣንታ ክሳይ ጀሚሩ ኣስሊ ተጠንቀቅ ኣናጹ ሕማም ሒዘን ኣትየን ዕስራን ሸሞንተን ሰባት ኣብ መርከብ ተዓቂቦም ኣለዉ እ፣ ሕማም ሒዞም ሓደ ኣብ ስዊዝ ተረኪቡ ሕጂ ኣብ ስዊዝ ኣውጺኦም ኣለዉ ኣብዚ ኮረና ናዕሊ ከም ኮረና ብሕማም ርእስና እቱ ካባና ውፅኢ ለጊቦም ኢሎምኻ ግን ትሕማንከ ኣየፅናሓካ ኣለዎ ድሕሪ ሕዝ ተቢልካ ድሕሪ ሓሙሽተ ሰዓት ወላ ሓካይም ተቐዳዲሞም ካናግፉ እንታይ ዝላላ ከመይ ትማም እቲ ሕማም ሓደገኛ ኢሎም ዕስራን ሰለስተን ሰባት ተዓቆቦም ኣሎ ዘፈጥሮ ብመስኖ Jesus. እዎ ናብ እንተኣትዩ ረኺብ ኣምስተርዳም ወስምኣም ወልፎስ ቅዱስ እንታይ ትብል ኣንታ በ ኣንታ እዚ ከኣ ልቡ ተቆሊሙ እዩ ቱ። ኪ ኣቲ ጸገም ኣልዎ በቃ ሓኪያ ካስ ኣጥፊ የብልካ በቃ እንታይ ኣበይ ኣብ ማዝን ኣብ በየናይ ኣብ ማዝን ጠኒሕኳ ክትብላ በቃ ማዝን ጠኒሕኳ ክትብል ንጸገም ጥራሕ ካስ የመጡ በቃ ህይወትና እኮ ሒዝና ዘለና ረሳሕ ኣንታ እንታይ ህይወት ኣለካ ንምንታይ ትፍርሃያ እታ ወዲ? እንታይ እንስከ ፍረዝጊ ሳዋ ሽኮር ናይ ቲክቶክ እዩ ወዲ ርግምቲ። በዚሓትና እኮ እዚኣ ደኣ። በዚሓ እኮ በዚኣ ፍረዝጊ ዓርኪ ከምዝበልካ እኮ እየ ዘይደለኹ። መንበባ ነይሩ ዝፋራ በቃ ኮመንት ክንብብ። ሳዋ ሽኮር እንታይ ድገሩ ኣስሊ ንዓኹም ካላ ግጾርኩምስ ቻ ንዕወሽ ዕሉ ንዒ ቻ እዩ ነረድ። ኣማምርቱ ቆይ ጠተሎ ኣለይ ወይ

የሩዳ ክዳ ፍትሕት ኣፍቂረልካ ገለ መለ ፍረ ጽጊ ፋራ ድኣ እንታይ ወሪድዎ ፍሬንድስ ዲኹም ከ
ታምልጋጠካ
ኦይ ያላ ወሉ ኣምላኽ ምሳኹም ይኹን ኣምላኽ የፍቅረኩም እዩ ኣሜን በቃ ደቂ ስበል መግብኻ ብላ ኢኻ
ያ ንመን ኮንቲ ሓዊ ኣትብ ዘለኺ ቻው ቻው